ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ ከመይ ትኾኑ? ኩሉ ሰላም እግዚኣብሔር ይመስገን ወገነይ ሰላም እየ። ንስኻትኩም እውን በብዘለኹምዎ ሰላምኩም ብዝሕ ተረፍ ክብለለይ በዓልቲ ሙሉእ ተስፋ እያ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዕንቲ ቪድዮ ዝኸውን ከዓ ከምቲ ልምድ ዋጋ ናይ ገዛ መስርሒ ከምኒ ተንዲኖ፣ ሑፃ፣ ፀፀር፣ እምኒ እተን ድማ ካብ በዓል ሸሞንተ እስካብ በዓል ዓሰርድሸ ከምኡ ውን ምስኡ ዝኸይድ ሳፋ ሚስማር ሽቦ ሓንቲ ብሓንቲ ሒዘልኩም መጽየ እኔኹ እስካዕ ቪድዮ ፍጻመ ተኸታተልዎ እና ዋጋ ብሎኬት ውን ሒዘልኩም መጽየ እኔኹ ስለዚ ናይዚ ናይዚ ሕዚ ዝኒሀዎ ዕዳጋ ወሲኹ ድዩ ቀኒሱ ንዝብል ኣቐድም ኣቢለ ተስፋ ንኸትገበሩ ደስ ኢልኩም እንታን ክትጅምርዋ ብጣዕሚ ይቐኒሱ ኣቁሑት ናይ ገዛ መስርሒ ብጣዕሚ ቀኒሱ እንታን ደስ ኢልኩም ክትጅምርዎ እቲ ቪድዮ ማለት እዩ ስለዚ እታ ቪድዮ እስካዕ መጨረሻ ስምዕዋ ከምኡ እውን ዓድዋን ከባቢኣን ናይ ገዛ መስርሒ ኣቁሑት ከም እኒ ተንዲኖ ሲሚንቶ ትደልዩ ኣሕዋተይ ብዚ ዋጋ እዚ ዝነግረኩም ዘለኹ እዛ ዋጋ እዚኣ ናይ ሎማዕንቲ እያ ብርግጽ ኣብ ቀጻሊ ደሞ ክውስኽ ክቀንስ ይኽእል ግን ብዛ ሎማዕንቲ ዝነግረኩም ዘለኹ ዋጋ ክኸውን ይኽእል ኣብ ቀጻላይ ግን ተቐኒሱ ሪን ተወሲኹ ርኢና ገዜ ከብጽሐልኩም ትደልዩ ቤተሰብ ተልኢኹም ስልክ ቁጽረይ ከቐምጠልኩም 09 59 61 59 ሰብዓ ኢልኩም ርኸቡኒ ገዚኤ ናብ ዝደለኹምዎ ቦታ ከብፀሐልኩም ይኽእል እየ ማለት እዩ ክብራት ኣሕዋተይ ስሚንቶ ብበዝሒ እንድሕር ድኣ ትገዝኡ ኮይንኩም ምስቲ በዓል ገዛ ዓሚለ እዩ ትራንስፖርት ኣብ ውሽጢ ከተማ ዓድዋ ውሽጢ እንድሕር ኮይኑ ብበዝሒ እንድሕር ትገዝኡ ኮይንኩም ትራንስፖርት ወይ ኣብ ክልተ ይኹን ወይ ከዓኒ ብነፃ ክወስደልኩም ንስማዓሞዕ ኢና ስለዚ ያው ዓድዋን ከባቢኣን ኣብ ውሽጢ ዓድዋ ብቻ እዘን ኣቑሑት እዚኣን ገዚእኹም ክትወስዱ ትደልዩ ገዚኤ ክወስደልኩም ይኽእል እየ ማለት እዩ ደቂ ዓበይቲ ወይ እና ብውሽጢ መስመር ትረኽቡኒ ትኽእል ኢኹም። ናብቲ ዕዳጋ ክንኣቱ ከለና ደቂ ዓበይቲ ወይ ብጣዕሚ ደስ ኢልኒ እንድዒ ከምዚ እናበለ እናቐነሰ ክኸይድ ይኸውን ወይስ ሓደ መዓልቲ ወሲኹ ውዳእ ከይገብረና እምበር ክነግረኩም ናይ ሎማዓንቲ ዝኒሀ ዕዳጋ ብስሚንቶ ንጀምር ማለት እዩ። ግን ንድምፀ ይቅርታ ያው ሰዓል ሒዝኒ ኩልኻትኩም ትፈልጡ ኢኹም ሰዓል ስለ ዝሓዘኒ እዩ። ስለዚ ደቂ ዓበይትዋይ ዋጋ ስሚንቶ ክንርኢ ከለና ልክዕ ናብዚ ዓዲ ክመፅእ ከለኹ ሽሕን ሰለስተ ሚእትን ነይሩ ካብ ሽሕን ሰለስተ ሚእትን ናይ ሓምሳ ቅርሺ ብምቕናስ ናይ ሓምሳ ስሳ ብምቕናስ ሽሕን ክልተ ሚእትን ሓምሳን እስካብ ሽሕን ክልተ ሚእትን ኣርባዓን እኒሆ ብበዝሕና ያው ሓደ ክልተ ኢልኩም ትገዝኡ ይፈላለ እዩ ግን ካብ ሽሕን ክልተ ኣርባዓን እስካብ ሽሕ ክልተ ሚእትን ሓምሳን እኒሆ ብጣዕሚ ቅናሽ ገይሩልና እኒሆ ማለት እዩ ደቂ ዓበይቲ ወይ ማዕረይ እዚ ናይ ስሚንቶ ዋጋ እዩ ካብኡ በዓል ካብኡ ናብ ብረት ዘሎ ዋጋ ኢና ንከይድ ዋጋ ብረት ብበዓል ሸሞንተ ክንጅምር እሞ ዋጋ ብረት በዓል ሸሞንተ ሸሞንተ ሚእቲ ቅርሺ ናይ ቱርኪ እዩ ያው ካብ ሸሞንተን ሓምሳን በጺሑ ነይሩ ኣብ ዝሓለፈ እውን ናብ ሸሞንተን ዓሰርተን ወሪዳ ነይራ ሎማዓንቲ ዓሰርተ ቅርሺ ቀኒሳ ሸሞንተ ሚእቲ ቅርሺ እኒሃ ማለት እዩ ካብኡ ከዓኒ በዓል በዓል ዓሰርተ ሽዱሽተ ኢና ክንርኢ በዓል ዓሰርተ ሽዱሽተ ሰለስተ ሽሕን ሰለስተን እዩ ነይሩ ሕዚ ሰለስተ ሽሕን ክልተ ሚእትን ሱሳን እኒሆ ብዙሕ ለውጢ የብሉን ኣብዚ ናይ ሱሳ ሰብዓ ቅርሺ እዩ ኣርባዓ ቅርሺ እዩ እኒሆ ስለዚ በዓል ዓሰርተ ሽዱሽተ ከምዚ ይመስል ካብኡ በዓል ዓሰርተ ኣርባዕተ እዩ በዓል ዓሰርተ ኣርባዕተ ብጣዕሚ ገሪምኒ በእውነት ብጣዕሚ ብጣዕሚ ገሪምኒ ትፈልጢ ኹን ኩሉ ግዜ ይሰርሕ እየ ቢያንስ ተነእሰ ብሰሙን ሓደ ግዜ ወይ ብክልተ ሰሙን ሓደ ግዜ ይሰርሕ እየ እና ብዓና ዓሰርተ ኣርባዕተ ተሪኢኩሞ ንብዙሕ ግዜ ኣብ ክልተ ሽሕን ሸሞንተ ሚእትን ጠጠው ኢላ ነይራ ንዝተወሰነ ግዜ ደሞ ሰለስተ ሽሕ ነይራ ማለት እዩ ሐዚኸ ብዝገርም ኩነታት ክልተ ሽሕን ሓሙሽተ ሚእትን ዒስራን ውዒሉ ንሂሎማዓንቲ ቅድሚ ሰሙን ዝኾን ሰሪሐ ነይረ እየ ምስ ሓምሳ ነይራ ክልተ ሽሕን ሓሙሽተ ሚእትን ሓምሳን ነይሩ ተሽሕን ሓሙሽተ ሚእትን ሓምሳን ነይሩ ስለዚ ኣብ ሰሙን ውሽጢ ሰላሳ ቅርሺ ቀኒሱ ክልተ ሽሕን ሓሙሽተ ሚእትን ዕስራን እኒሆ እንዶ ናብ ክልተ ሽሕን ሰለስተን ተትወርድ ኣነ ለምገዛእኹ ኣይበልዕ ኣይሰቲ ኢለ ማለት እዩ እና ዝረዝሮ ከምዚ ይበስል ብጣዕሚ ቀኒሱ ደስ ኢልኒ እዩ እና ያው ገዜኻ ምነሳሕ ይበልፅ ይብል ብወገነይ ካብ ፀኒሕኻ ኣይ ዘይምገዛእ ኮይልካ ካብ ትናሳሕ ገዜኻ ምነሳሕ ይበልፅ ሓደ ሓደ ግዜ እና ዝሮ ዝሮ ከምዚ ይመስል በዓል ዓሰርተ ክልተ ያው ብዙሕ ለውጢ የብሉን ሽሕን ሸሞንተ ሚእትን እዩ በዓል ዓሰርተ ኣርባዕተ ብጣዕሚ ቀኒሱ እኒኦ ካብኡ በዓል ዓሰርተ እዩ በዓል ዓሰርተ እውን ኣብ ቅድሚ ሰሙን ዝነበረ ዕዳጋ ሽሕን ክልተን ሰማንያን ነይሩ ሓዚ ደሞ ሽሕን ክልተ ሚእትን ሰኣን ሓሙሽተ ሓሙሽተ ቅርሺ ቀኒሳ እኒሃ ባይ ዘ ዌይ ካብ ሓንቲ ፍረ ሓሙሽተ ቅርሺ ምቕናስ ማለት ቀላል ከይትመስለኩም ተደሚራ ብዝሕቲ እያ እና ከምዚ ይመስል ደቂ ዓበይቲ ወይ ማዕረይ ናይ ብረት ነኪ ወይ ከዓ ተንዲኖ እዚ ይመስል ካብኡ ዋጋ ስታፍና ዋጋ ሽቦ እና ሚስማር እየ ክነግረኩም ሐዚ እንርቃሕ ቤት ወይ ዋጋ ስታፋ ክንርኢ ከለና ንሓደ ኪሎ ሚትን ሰማንያን ቅርሺ ስታፋ ማለት እንታይ ማለት እዩ ትብሉ? ተንዲኖ ክእሰር ከሎ ወይ ቢም ወይ ኮለን ጌርኩም ክትሰርሕዎ ከለኹም ብስታፋ እዩ ዝእሰር እና እዚ በዓል ሽዱሽተ እዩ ንኪሎ ሚትን ሰማንያን ቅርሺ ማለት እዩ። ካብኡ ሽቦ እዩ። ሽቦ ከዓኒ ህድም ክትህድሙ ከለኹም ነዚ ብረት መተሓሓዚ ዝኾነ እዩ ሽቦ ንኪሎ ክልተ ሚእትን ኣርባዓን ቅርሺ ሚስማር ከዓኒ ንኪሎ ክልተ ሚእትን ዒስራን ሓሙሽተን ያው እዚ ቀዊዕ ዘይብሉ ንኦም እዚ ኦም መተሓሓዚ ማለት እዩ። ቀዊዕ የብሉ ናይ ቆርቆሮ ኣይኮነን ናይ ቆርቆሮ ተኮይኑ ሰለስተ ሚእትን ገለን እዩ።

ከምቲ ናይ ብኣሙስ ተመሳሳሊ እዩ እና ያው እዚኣ ትመስል ናይ ገዛ መስርሒ ብሎኬት ካብ ሓምሳ ቅርሺ እስካብ ሓምሳ ቅርሺ በፂሑ እዩ እዚ ዕዳጋ እዚ ዝነግረኩም ዘለኹ ኣብ ከተማ ዓድዋ ብቻ እዩ ካብ ከተማ ዓድዋ ወፃእ ዘሎ ደግሞ ክውስን ክቐነስ ይኽእል ምናልባት ኣብ መቐለ ተኸድኩም ንእሽትን ክቐነስ ይኽእል እዚ ግን ኣብ ዓድዋ ዘሎ ዕዳጋ እዩ ማለት እዩ ከምቲ ኣብቲ መእተዊ ዝነገርኩኹም ሲሚንቶ ብረት ክትገዝኡ ትደልዩ

ትኽእሉ ኢኹም ማለት እዩ። እዚ ዕለት እዚ ዋጋ እዚ ደሞ ናይ ዕስራን ሓሙሽተን ወይ ከዓ ዲሰምበር ኣርባዕተ ሕዳር ዕስራን ሓሙሽተን እዩ ዝኸውን ዘሎ እዚ ዋጋ እዚ ምናልባት ንፅባሒቱ ወይም ሳለስቱ ክውስኽ ክቐንስ ስለ ዝኽእል ኣብታ ዝረኣኹምዋ መዓልቲ ከምዚ ደይነበረኒ ከይትብሉ ማለት እዩ። እና ደቂ ዓበይቲ ወይ ማዕረይ ናይ ሎማዓንቲ ዝነበራ ቪድዮ እዚኣ ትመስል ነይራ ብጣዕሚ እዩ ደስ ኢሉኒ ብረት ንእሽተይ ብምቕናሱ ማለት እዩ ክብራት ኣሕዋተይ ማለት ብጣዕሚ ቀኒሱ ማለት እየኾነን ግን ካብቲ ዝነበሮ ዕዳጋ ብምውራዱ ደስ ኢለኒ እዩና ገዛ ክተስርሓ ዝሓሰብክን ሓዚ እያ ምናልባት ኣብ ፍርቂ ሓጋይ ንድሓር እሞ ክውስኽ ስለ ዝኽእል ብፍላይ ስሚንቶ ካብ ሚያዝያ ብድሓር ብጣዕሚ እዩ ዝውስኽና ሐዚ ምስቲ ቀውዒ ምዃኑ ድዩ ሓይፈልጥን ግን ብጣዕሚ ቀኒሱ ንብረት ቀውዒ ስለ ዝኾነ ብዙሕ ዘስርሕ ሰብ የለን ኩሉ ናብ ስርሑ እዩ ዝኸር ያው መብዛሕትና ካብ ገጠር ተወሊድና ስለ ዝኾንና ቤተሰብና ክንሕግዝ ገለ ስለ ንኸይድ ብዙሕ ሰብ ዘስርሕ የለና ንዕኡ እዩ ስለዚ ገዚእኹም ምቕማጥ እያ ማለት እዩ።